ሒዘልኩም ቀሪበ ዘለኹ ናትናኤል ዘሚኪኤል እየ። ኣብ ኡጋንዳ ዝእንገድ ዘሎ ግጥማት ኩዕሶ እግሪ ሴካፋ ኣፍሪቃ ናይ ትሕቲ ዕስራ ዓመት ሎሚ ሮቡዕ ብናይ ፍርቂ ፍጻመ ጸወታት ክቕጽል እዩ። ሃገራዊት ጋንታ ኤርትራ ድማ ምስ ኬንያ ክትገጥም እያ። ኣብ ዝሓለፈ ናይ ረብዒ ፍጻመ ጸወታኣ ካብቲ ልሙድ ሜዳ ፒቼ ዋር ሚሞርያል ኣስታት ሰማንያ ኪሎ ሜትር ተጓዒዛ ምስ ዛንዚባር ንጸወታኣ ዘካየደት ሃገራዊት ጋንታ ኩዕሶ እግሪ ኤርትራ ናይ ትሕቲ ዕስራ ዓመት ሎሚ ረቡዕ ሰዓት ኣርባዕተ ድሕሪ ቀትሪ ምስ ኬንያ ክትገጥም እያ። ኣብዚ ግጥም ሃገራዊት ጋንታ ኩዕሶ እግሪ ኤርትራ ምስ ሱዳንን ኡጋንዳን ነጥቢ ክትማቕል እንከላ ንጅቡትን ዛንዚባርን ድማ ብገፊሕ ረቲዓ እያ ናብ ፍርቂ ፍጻመ በጺሓ ዘላ። እቶም ክሳብ ሕጂ ካብ እግራ ከይተፈልዩ ኣብ ኩሉ ጉዕዞኣ ምስኣ ዝርከቡ ማሕበረኮምን ነበርቲ ኡጋንዳን ድማ ድሮ ተበጊሶም ኣብ ከተማ ጅንጃ ከምዝርከቡ ተፈሊጡ። ብኣሰልጣኒ ኣለምሰገድ ኤፍሬም ትእለ ሃገራዊት ጋንታ ኩዕሶ እግሪ ኤርትራ ንኬንያ እንተረቲዓታ ድማ ኣብ ከተማ ጉሉ ተዶኪኑ ዝርከብ ስታድዩም ፒቸዋር ካብ ዝጻወታ ታንዛንያን ሱዳንን ምስ ሓንቲኤን ካብ ዝሰዓረት ናይ ፍጻመ ጸወታኣ ከተካይድ'ያ። ከም ዝዝከር ታንዛንያ ንየእንጋዲት ኡጋንዳ ገሊፋያ ምስ ሱዳን ትራኸብ በቒዓ። ብትመሳል ሱዳን ድማ ንደቡብ ሱዳን ሓደ ባድያ ረቲዓታ ነይራ። ዕስራን ሓደን ነሓሰ ዝፈለመ ግጥማት ኩዕሶ እግሪ ሊግ ዓንሰባ ናይ ቀዳማይ ዙርያ ጸወትኡ ዕስራን ትሽዓተን መስከረም ዛዚሙ። ብሓፈሻ ክረኣ እንከሎ ካብ ትሽዓተ ዝተኻየደ ናይ ቀዳማይ ዙርያ ጸወታታት ቀዳመይቲ ላሳል ብ ዕስራን ክልተ ነጥቢ፣ ካልኣይቲ ኣልሂላል፣ ሳልሰይቲ ዓንሰባ፣ ራብዐይቲ ደንደን፣ ሓምሸይቲ ኣልሳሕል፣ ሻድሸይቲ ድማ ኣልነስር ብዓሰርተ ክልተ ነጥቢ ብጸብለልታ ሸቶ ተበሊጻ። ሓመልማሎ ሓጋዝ ኣስሙት ስቴላ ድማ ተመራሪሐን ካብ ሻብዓይ ክሳብ ዓስራይ ንዘሎ ተርታ ሒዘን ናይ ቀዳማይ ዙርያ ጸወተእን ዛዚመን ኣለዋ። ሃገራዊ ፈደረሽን ኩዕሶ መርበብ ኤርትራ ምስ ሃገራዊ ኮሚተ ኦሎምፒክ ብምትሕብባር ክህቦ ዝጸንሐ ናይ ቀዳማይ ደረጃ ስልጠና ኣሰልጠንቲ ተዛዚሙ። ብኦሎምፒክ ሶሊዳሪቲ ተመዊሉ ኣፍልጦ ዓለም ለኻዊ ማሕበር ኩዕሶ መርበብ፣ FIVB፣ ዘለዎ ስልጠና ካብ ኩለን ዞባታትን ሚኒስትሪ ምክልኻልን ብሓፈሻ ኣብ ዓውዲ ኩዕሶ መርበብ ዝነጥፉ መንእሰያት ዝተዋፅኡ ኮይኖም ኣስታት ሰላሳ ኣሰልጥንቲ ተኻፊሎሞ። እቲ ብኣህግራዊ ኢንስትራክተር ስልጠና ኩዕሶ መርበብ FIVB ኢትዮጵያዊ ኣለማየሁ ሽዋታተክ ዝተዋህበ ስልጠና ኣመፃፅኣን ድሕረ ባይታን ዓውደ ኩዕሶ መርበብ ንምዕባለታት ኣብ ምድላውን ምዕባይ ንሓንቲ ጋንታ ሓበሬታ ብኸመይ ተሕልፍ፣ ኣገባብ ኣሰልጣንነት ባህሪ ጠባይ ኣሰልጣኒ ክኽተሎ ዘለዎ ሜላ ከተግብሮ ዘለዎን ብዘይካ እዚ ነቲ ሰልጠንቲ ብክልሰ ሓሳብ ዝቐሰምዎ ኣብ ባይታ እውን ብኸመይ ንቴክኒካውን ታክቲካውን መዳያት ኣጻውታ ንኩዕሶኣ ብምዕጋት ኣብ ምስራብ ብዓቢኡ ውህደት ኣብ ምፍጣር ካልእን ዝብሉ ክልሰ ሓሳብን ግብርን ዘጠቓለለ ስልጠናታት ተዋሂቦም ኣብ ኣደራሽ ሃገራዊ ኮሚተ ኦሎምፒክ ዝተኻየደ ናይ መዛዘሚ መደብ ፕረዚደንት ኮሚተ ኦሎምፒክ ኣቶ ልኡል ፍስሃየ ኣባላት ሃገራዊ ፈደረሽን መርበብ ኣብ ዝተረኽብሉ ስነ ስርዓት ኣቶ ልኡል ንሰልጠንቲ እንቋዕ ሓጎሰኩም ድሕሪ ምባል ኣገዳስነት ስልጠና ልዑል ምዃኑ ተገንዚቦም ኪኖ ፍልጠት ምቕሳም ኣብ ባይታ ብግብሪ ክትሰርሓሉ ከም ዘለዎ ኣብ ዓውዲ ስፖርት ብሓፈሻ ኣብ ተዓቲቦም ዝነጥፍሉ ፍልጠት ዝቐሰምሉ ንዘለዉ ዓውዲ ከኣ እጃሞም ክብ ከብሉ ነቲ ብነጻ ዝረኸቡ ዕድል ከኣ ሓላፍነት ከም ዘሰክሞም ተገንዚቦም እጃሞም ክብ ከብሉ ኣዘኻኺሩ። ካብ ሰልጠንቲ ማርታ ወልዳይን ብሩኽ ተስፋጋብርን ብወገኖም ነዚ ስልጠና ዝወደቡን ዝመወሉን ሃገራዊ ፈደረሽን ኦሎምፒክ ሶሊዳሪቲን ድሕሪ ምምስጋን ኣብ ውሽጢ እዚ ዝተኻየደ ናይ ስልጠና መደብ ኣዝዩ ዓቢ ትምህርቲ ከምዝኸሰቡ ድሕሪ ምብራህ ኣብ ባይታ ብዓጸፋ ክሰርሕሉ ምዃኖም ብርእሰ ምትእምማን ገሊጾም። ፕረዚደንት ሃገራዊ ፈደረሽን ኩዕሶ መርበብ ኣቶ ሚኪኤል ተኽለሚካኤል ብወገኑ ንሰልጠንቲ ስለቲ ዝገበርዎ ተገዳስነትን ጻዕርን ብስም ሃገራዊ ፈደረሽን ድሕሪ ምምስጋን ንኹሎም ሰልጠንቲ ክሓልፉ ምኽኣሎም ከም መርኣያ ድሌትን ናይ ስራሕ ወንን ዘርኢ ምዃኑ ኣብሪሁ። ብምቕጻል ስልጠና ናይ መጀመርያ ደኣ እምበር ናይ መዛዘሚ ከም ዘይኮነ ተረዲኦም ፍልጠቶም ከስፍሑ ድሕር ክብሉ ከም ዘይብሎም ኣረዲኡ። ነዚ ዕድል ዘይረኸቡ መናእሰያት ኣፍልጠኦም ከመሓልፉ ከኣ ኣዘኻኺሩ። ነቲ ስልጠና ዝሃበ ኣህግራዊ ኢንስትራክተር ስልጠና ኩዕሶ መርበብ ኤፍኣይቪቢ ኢትዮጵያዊ ኣለማሂ ሸዋታተክ ብወገኑ ተሳተፍቲ ብዘርኣይዎ ስነ ምግባር ኣብ ትምህርቲ ብዘለዎም ድሌትን ብምግንዛብ ሓድሕዳዊ ፍቕሮምን ውህደቶምን ከም ዝሕጎሶ ገሊጹ። ኣብ ስልጠና ትግሃትን ተወፋይነትን ሓድሕድ ምትሕጋዝ ከንጸባርቑ ከም ዝኸኣሉ ድሕሪ ምብራህ፣ ኣብ ናይ ምስልጣን ስራሕ ተወዳደርቲ ኮይኖም ክቐርቡን ብቕዓቶም ከርእዩን ከኣ ተላብዩ። ኣብ መወዳእታ ሰልጠንቲ ካብ ኢድ ፕረዚደንት ኮሚተ ኦሎምፒክ ኤርትራ ኣቶ ልኡል ፍሳሄ ምስክር ወረቐት ክዕደሉ እንከለዉ፣ ሃገራዊ ፈደረሽን ኩዕሶ መርበብ ከኣ ንኢንስትራክተር ኣቶ ኣለማየሁ ሸዋታተክ ህያባት ዓዲሉ።